ሰላም ዝኸበርኩም ተኸታተልቲ ናዛ ቻነል ሕጂ ከኣ ካልኣይ ክፋል ናይ ሴፍቲ ማርጂንስ ሒዘልኩም መጽየ ኣለኹ ሰናይ ምክትታል What can result when you travel for long distance in neutral known as ኮስቲን ኮስቲን ትበሃል ወይ ኣብ ኒውትራል ጌርካዮ ወይ ከዓ ክላች ጸቂጥካዮ እንድሕር ትጓዓዝ ኣለኻ ኮስቲን ይበሃል እቲ ምኽንያት ከኣ ክላች ተተጸቒቱ ወይ ኣብ ኒውትራል እንድሕር ኮይኑ እቲ ዊልስ ካብ ካብቲ ኢንጅን ዲስኢንጌጅ ኮይኑ ኣሎ ወይ ኣይተተሓሓዘን ኣሎ ማለት እዩ ሕጂ ኣብ ቁልቁለት ብግራቪቲ በቲ ስሕበት መሬት ጥራይ እታ መኪና ክትንህር ትኽእል እያ ምክንያቱ እቲ ኢንጅን ቀስ ከብሎ ኣይክእልን እዩ ምስኡ ኣይተተሓሓዘን ኣሎ ማለት እዩ እቲ ኢንጂን ምስቲ ዊል እንተዘይተዘሓሒዙ ኮንትሮል ክትገብራ ወላ ተሸግረካ እያ ሕጂ ሪዳክሽን ኢን ኮንትሮል ንገብራ ማለት እዩ What will help you to move off on a snowy surface? surface? ኣብ በረድ ዘለዎ ቦታ ሙቭ ኦፍ ክንገብር ወይ ክንብገስ እንታይ ይሕግዘና? ዩዚን ሃየር ጊር ዳን ኖርማል ሃየር ጊር ዳን ኖርማል እንድሕር ተጠቒምና ከተንሸራትት ዘለዎ ዕድል ትሑት እዩ ማለት እዩ። You are following other vehicles in fog. You have your headlights on ዲቪድ ቢም ዲቪድ ቢም ሕጂ እታ ኖርማል ንውላዕ ኣብ ግዜ ምሸት መብራህቲ ወሊዕና ኣለና እቲ ፅርግያ ከዓ ብጣዕሚ ፎግ ኢሎ ከምዚ ጣቃ ወይ ግመ ኣሎ ክንርኢ ንኽእል ኢና ርሒቕና ልዕሊ ሚእቲ ሜትሮ ክንርኢ ንኽእል ኢና ማለት እዩ ዋት ኤልስ ካን ዩ ዱ ቱ ሪዲስ ዘ ቻንስ ኦፍ ቢም ኮሊዥን ካብ ምግጫው ብኸመይ ክንድሕን ንኽእል ካብታ ቅድሜና ዘላ መኪና ኣዚና ክንርሕቕ ክንክእል ኣለና። ዝኾነ እንተጋጢምዋ መታን ቀልጢፍና ኣሰስ ጌርና ደው ክንብል ኣብ ሴፍ ዝኾነ ቦታ ማለት እዩ። ኪፕ ዲስታንስ ኪፕ ሴፍ ዲስታንስ ፍሮም ዘ ቬክል ኢን ፍሮንት

እዛ መብራህቲ እዚኣ ማለት እያ እዚኣ እታ ማራ ብርትዕቲ ኮነትን ግን ህስስ ኢላ ኣብ ግዜ ጸልማት ንጥቀመላ መብራህቲ እዚኣ እታ ዲፕድ ሄድላይትስ ትበሃል እተን ቅድሜና መካይን ካብቲ ካብቲ ጎማአን ዝነጥር እንዳነጸጋልና ከዳ ከለዋ ማይ ንዕኡ ኢና ንውልዖ ዲፕ ላይትስ ማለት እዩ ዋት ውድ ሳጀስት ዩር ድራይቪንግ ኦን ኣን ኣይሲ ሮድ ሳምታይምስ ዘይረአ በረድ ኣለዎ ኣብቲ ፅርግያ ልክዕ ማይ ማዮ ከምዚ ፃዕዳ ኣይኮነን በረድ ምዃኑ ኣይትርእዮን ኢኻ ግን ስቲል ኣሰሓይታ ነገር ሸተት የብለካ ሕጂ ከመይ ጌርካ ኣብቲ ፅርግያ ኣይስ ከም ዘሎስ ከመይ ጌርካ ክትፈልጥ ትኽእል ይብለና ኣሎ ክትርእዮ ትኽእል ኢኻ ግን

ኣብ ከመይ ዝበለ ኮንድሽን እዩ እቲ ደው ክንብለሉ ዝግበኣና ርሕቀት ዝውስኽ? ኦፍ ኮርስ ኣብ ማይ እንድሕር ኮይኑ ካብ ዘየለ ምርጫ ማለት እዩ። ማይ እንድሕር ኮይኑ ኣብ ፀሓይ እንከላ ብኽልተ ኣብ ክልተ ሰከንድ ትከውን እታ ሩል ማይ እንተኮይኑ ኣርባዕተ ሰከንድ ፎር ሰከንድ ሩል በረድ ተኮይኑ ከ ዓሰርተ ብዓሰርተ ዕጽፊ ይውስኽ ካብቲ ኖርማል ማለት እዩ ካብቲ ናይ ክልተ ሰከንድ ሩል ብዓሰርተ ዕጽፊ ይውስኽ ሕጂ ካብዘን ኣማራጺ እዚኤን ግን ማይ እንድሕር ሃርም ኣሎ እያ እቲያ ስቶፒን ዲስታንስ ትውስኽ You're driving in freezing conditions በረድ ኣሎ ንበሉላ ሕጂ ዋት ሹድ ዩ ዱ ኣዝ ኣዝ ዩ ኣፕሮች ኤ ሻርፕ በንድ ማራ ሻርፕ በንድ ዕፅፍ ኢልካ ትጥወዮ ኣንጎሎ ከመይ ጌርና ድራይቭ ክንገብር ኣለና ብለና ኣሎ መታን ከይተንሸራተት እታ መኪና ብጣዕሚ ቀስ ኢልና ጀንትል ኣዛውራ ጌርና ኢና ክንከይድ ዘለና ስሎው ዳውን ጀንትሊ ዋትስ ዘ መይን በነፊት ኦፍ ድራይቪን ፎር ዊል ድራይቭ ቬክል እቲ ኩለን መካይን ኣይኮናን ፎር ዊል ድራይቭ እቲ ኢንጅን ነርባዕቲኡ ብሓንሳብ ዘንቀሳቐሶ ነርባዕቲኡ ዊል ብሓንሳብ ዘንቀሳቐሶ ኣሎ ገሊኡ ኸዓ ምስቲ ቀዳማይ ዊል ጠቕላላ ርክብ የብሉን እቲ ኢንጅን ነቲ ዳሕረዋይ ጥራይ የኺዶ ማለት እዩ ሕጂ ኣብ ነርባዕቲኡ እንድሕር እንቀሳቀስ ኣሎስ እንታይ በነፊት ክንገብር ንክእል ኢና ንክእል ማለት ንሕና ካብቲ ኢንጂን ፎር ዊል ድራይቭ ተኮይና እቲኣ መኪና እንታይ በነፊት ወይ እንታይ ክንረብሕ ንክእል ይብለና ኣሎ እታ መኪና ኣብ ጽርግያ ምሉእ ግሪፕ ኣለዋ በርባዕተ ፎር ዊል ድራይቭ ንሕር ኮይና ማለት እዩ ሕጂ ኢምፕሩቭድ ግሪፕ ኦን ደ ሮድ ግሪፕ ሕጂ ብትግርኛ እንታይ ኢና ክንብሎ ከምዚ ምጭባጥ መሓዝ ብሓፂሩ ኣብቲ ፅርግያ ሙሉእ ብሙሉእ ረጊፅ ኣላ ሶንኮፍ ኣይከውንን እቲ ጎማ ማለት እዩ

ሕጂ ነታ ብድሕሬና መኪና እንድሕር ቀሪባትና ካብኣ ክንሃድም ነታ ቅድሜና ዘላ ክንቀርባ የብልናን። ከምኡ እንተጌርና እታ ድሕሬና መሊሳ ክትቀርበና'ያ ተቀርቂርና ክንተርፍ ኢና ማለት እዩ። ከምኡ እንድሕር ጌራ ብድሕሬና እንድሕር ተይል ጌት ጌራትና ማራ ቀሪባ ትዝውር እንድሕር ኣላ ካብታ ቀዳመይቲ መኪና ዝያዳ ቦታ ንገድፍ ማለት እዩ። ካብታ ቅድሜና ዘላ መኪና ንርሕቅ ብኸመይ

What should you do when you approach a road hump? ቺ ኣብ ሮድ ሃምፕ እዚ ሮድ ሃምፕ ንብሎ እዚ ማለት እዩ ነተን ትራፊክ ቀስ ንምባል ነዘን መካይን ቀስ ንምባል እዩ ኣብኡ ገይሮሞ ኣብኡ ምስ በፃሕናስ ከመይ ጌርና ክንዝውር ኣለና ብለና ኣሎ ቸክ ዩር ሚሮርስ ኤንድ ስሎው ዳውን ክትከውን ካብዚአን ማለት እዩ ምክንያቱ ቀስ ክንብል ከለና ኩሉ ግዜ ብድሕሪና መኪና ከይትሃርመና ወይ ነቲ ዳሕረዋይ መኪና ከመይ ጌርና ንጸልዎ ኣለና ዶ የለናን ንክንርኢ መስትያት ቸክ ንገብር every time when we slow down we check the mirrors ሕጂ ቸክ ዩር ሚሮር ኤንድ ስሎው ዳውን ንገብራ ማለት እዩ you've just gone through a flood water ዛዓቆረ ማይ ኔሩ ብ ጽርግያስ ሓሊፍናዮ ኣለና what should you do to make sure your brakes are working properly ሕጂ ፍሬኖናትና ጠልቅዩ ከይከውን ወይ ጽቡቕ ገይሩ ይሰርሕ ከም ዘሎ ንምርግጋጽ እንታይ ክንገብር ኣለና ብለናዶ ነቲ ማይ ረጊጽናዮ ሓሊፍና ኣለና

ቅድሚ ምጉዓዝና እንታይ ክንገብር ኣለና ይብለና ኣሎ እንታይ ክንገብር ኣለና ኣሎ ሞር ታይም ሰዓት ዓሰርተ ሓደ ክንበፅሕ ዝግብኣና እንድሕር መገዲ ሓደ ሰዓት ኮይኑ ሰዓትን ፈረቓን ክልተ ሰዓት ኣለው ንገብረሉ ምክንያቱ ክንጎይ ንኽእል ኢና ግመ እንተሎ ቀስ ኢልና ስለ ንኸይድ ኣለው ሞር ታይም ብዙሕ ግዜ ክህልወና ይኽእል ኣለዎ። What should you do when you're using a contraflow system? እዚ ኮንትራፍሎ ሲስተም ዝበሃል ከምዚ ዓይነት ማለት እዩ ሓደ ፅርግያ እንከሎ ባስ ናብ ኣንፃር ዳይሬክሽን ትኸይድ ኣላ ንሕና ንቕድሚት እንዳኸድና እሳ ኣንፃርና ትጓዓዝ ኣላ ሕጂ ከምዚ ኩነታት እንታይ ክትገብሩ ኣለኩም ይብለና ኣሎ

ንምንታይ ኢና ነቲ ፎሎው ጌርናዮ ጸገ ጸገ ጌርና ክንከይድ ዘለና ብለና ኣሎ። ሕጂ ኣብዛ ጽርግያ እዚኣ ማራ ተጸጊዕና እንድሕር ንኸይድ ኣለና ናብ ንጸግዒ ጸገ ጸገ እንድሕር ንኸይድ ኣለና ብቕድሜና እንታይ ኣሎ ንክንርኢ ዕድል ኣለና ካብ በቲ ራይት ጌርና ንኸይድ ማለት እዩ። to improve your view of the road። ዋትስ ዘ መይን ኮዝ ኦፍ ስኪዲን እንታይ ቀንዲ ነታ መኪና ከንሸራትታ ዝኽእል እንታይ እዩ ብለን ኣሎ ዘ ድራይቨር ኣትስታ እዩ ምክንያቱ ወላ በረድ ኣብ ዘሎ ግዜ እታ መኪና ከይተንቀሳቐሰት ስኪድ ክትገብር ኣይትኽእልን እያ። ፓርክ ገይራ ከላ ስኪድ ወይ ከተንሸራትት ኣይትኽእልን እያ። ብሰንኪ ናይታ መኪና ነታ መኪና ብሰንካ እዩ ሸተት ብሰንካ እየ ሸተት ኢላ ክትብል ትኽእል ኢኻ ግን እሳ ኣይኮነትን ባዕላ ክትከይድ ኣይትኽእልን እያ እታ ኣውቲስታ እዩ ዘኽይዳ እቲ ሮድ በረድ ኣለዎ ወይ ማይ ኮይኑ ሸተት ኣቢልኒ ከምኡ ክንብል ኣይንኽእል ኢና እቲ ኣውቲስታ ከሎ ጌና ነቲ ሪስክ ፈሊጡ ከመይ ጌሩ ኣብኡ ክኸይድ ከም ዘለዎ ፈሊጡ እንድሕር ከይዱ ሸተት ክትብላ ኣይትኽእልን እያ ማለት እዩ። ሕጂ እቲ ቀንዲ ከተንሸራትት ዝገብራ ነታ መኪና እቲ ኣውቲስታ እዩ። You're driving along a watch road ኣብ ጠልቀየ ጽርግያ ንኸይድ ኣለና ማይ ሃሪሙሎ ኦሬዲ ንበል How can you tell if your vehicle's tire are losing their grip on the surface? ሕጂ ማይ ዓቂሩ ኣሎ ንበል ንኣብነት እቲ ጎማ ጽቡቅ ጌሩ ኣብቲ ጽርግያ ይረግጽን ኣሎ ወይ ጸምበለል ከብላ ጀሚሩ ነታ መኪና ማለት እዩ ከመይ ጌርና ክንፈልጥ ንኽእል ከመይ ጌርና ክንፈልጥ ንኽእል ንኽእል ስቲሪንግ ዊል ክንጠወዮ ከለና ብጣዕሚ ፎኪስ ይኸውን ማለት እዩ ምክንያቱ ሙሉእ ብሙሉእ ኣብቲ ኣብ ፅርግያ ይረገፀን ኣሎ እቲ ጎማ ንእሽተይ ፀምበለል ከብላ ተጀሚሩ እቲ ስቲሪንግ ዊል ተጠዊናዮ ብጣዕሚ ፎኪስ ይኸውን እዚ ብከምኡ ፅቡቅ ጌራ ኣብ መሬት ከም ዘይረገፀት እታ መኪና ክንፈልጥ ንክእል ኢና ማለት እዩ

ማይ ምስ ሃረመ ማይ ጠልቂ ኣሎ እቲ ፅርግያ ብድሕሪኣ ከዓ ሴፍ ዲስታንስ ፀኒሕና ኣለና ንሕና ኣይቀረብናያን ኣለና ዋት ሹድ ዩ ዱ ኢፍ ድራይቨር ኦቨርቴክስ ዩ ን ፕሉስ ኢንቱ ዘ ጋፕ ይብለ ፍቲ ሕጂ ብድሕሪና መኪና መፅኣ ሓሊፋትና ግን ኣብታ ቅድሜና ቀስ ኢሉ እንታይ ክንገብር ኣለና ንሕና ምፅ ኢሉስ ኣብታ ቅድሜና ኣትዩ እንዳኸድና ከለና ካብኡ ክንርሕቕ ክንክእል ኣለና። ፍሬኑ ሒዝና እቲ ጋፕ ናትናን ናቱን ነዕብዮ ማለት እዩ። ድሮፕ ባክ ቱ ሪገይን ሴፍ ዲስታንስ ድሮፕ ባክ ማለት ድሕር ክንብል ኣለና ካብኡ ቀስ ኢልና

ከመይ ጌርና ክንሓልፎ ኣለና ይብለና ኣሎ ፓስ ዋይድሊ ኣግፊሕና ክንሓልፎ ኣለና ምክንያቱ ምስቲ ንፋስ ሃንደበት ዕልው ከብሎ ክእል እቲ ንፋስ ናባና ክእትወና ስለ ዝኽእል ማለት እዩ ዩር ድራይቪን ኣሎንግ ኤ ካንትሪ ሮድ ካንትሪ ሮድ ማለት ካብ ከተማ ውፅእ ኢልካ ዘሎ ከምዚ ሓውሲ በረኻ ዓይነት ዩ ሲ ዲስ ሳይን

ንዕኡ ምስ ሓለፍናዮ ግን ነቲ ዕቋር ማይ ረጊጽናዮ ሓሊፍና ኣለና፣ እንታይ ክንገብር ኣለና ብድሕሪኡ? ይብለና ኣሎ። ፍሬኖና ጥልቂ ከይከውን ቸክ ክንገብሮ ኣለና፣ እቲ ፍሬኖናትና ይሰርሕ ከም ዘሎ ከነረጋግጽ ክንክእል ኣለና ማለት እዩ። ቴስት ዩር ብሬክስ እቲ ፊኒሽ ክንገብራ ኢና፣ እቲ ስኮር ናትና ከኣ ንሪኦ። ኦኬ ሓንቲ ተጋጊኹም ይብለና ኣሎ፣ ሪቪው ክንገብራ ኢና። ኦኬ ከንብባ ከለኹ ነታ ሕቶ on what type of road surface may anti-lock brake be ineffective ብለን ኣሎ ኣነ ኢፌክቲቭ ኢለ ኣንቢበያ ነይረ መዓስ እዩ ፅቡቕ ዝሰርሕ ኢለ ኣንቢበያ ነይረ እዚኣ ግን እንተያ መዓስ ፅቡቕ ዘይሰርሓሉ ግዜስ መዓስ እዩ ይብለና ኣሎ ማለት እዩ ኣብ ሉዝ ዝኾነ ቦታ ብጣዕሚ እቲ ሕቶ ገማጢሎም ስለ ዘምጽዎ ብጣዕሚ ክንጥንቀቀሉ ኣለና ዋላ ተረዲእናያ ኢፈክቲቭ ኢለ ኣንቢበያ ብሰንኪ እታ ኢንኢፈክቲቭ ምዃና ተጋግየ እዛ ሕቶ ማለት እዩ ሕጂ ሉዝ ዝኾነ ማለት ንኣብነት ኣብቲ ጽርግያ ጀያ ህሉ ልክዕ ከምዚ ናይ መገዲ ባቡር ወይ ጸጸር ዝበዝሖ ከውን እቲ ጽርግያ ምስ ሓዝና ከተንሸራትት ትኽእል እያ እታ መኪና ወይ ሶፍት ኸውን ከምዚ ሓመድ ነገር ሑጻ ገለ ኸውን ወላ ሒዝና እንከለና እሱ ግን ኣንሸራቲቱ ክወስዳ ክእል እዩ ማለት እዩ ኢንኢፌክቲቭ ማለት ዘይ ዘይውጽኢታዊ ወይ ጽቡቅ ገይሩ ዘይሰርሕ ይገብሮ ሉዝ ዝኾነ ፅርግያ ኦኬ በቃ በሪሃትልና ክትከውን ተስፋ ገብር ንሎማዓንቲ ዝተዳለወ መደብና ኣብዚ ወዲእና ኣለና ማለት እዩ ብዝመፅእ ዝተረፈ ሕቶታት ከምኡ እንዳገበርና ክንውድእን ኢና ስለ ፅን ኢልኩም ተኸታተልኩምኒ የቐንየለይ ቴንኪዩ